Dit is heute in Asmara, der Hauptstadt von Eritrea, in einem ኤርትራውያን ናብ ስዊስ ተመጺኦም ትድምር ማይራማ እመቤት ሓጢቼ ነው ጎበዝዬ እንዳለመኖም ልክዕ ከማኹም እየ በዓል እንታይ ተቕተሉኒ እንዳበሎም እዮም ከም ትሪእዎ ዘለኹም ኣብ ልዕሊኡ ልክዕ ከም እንስሳ ዓዱ እንድሕር ረጊጹ መሬት ካናዳ ተረጊጹ ኣሕሊፉ ከም ዝህቦ ወይ ከም ዝኣስሮ ተዛሪቡ ኣሎ ከም ትሪእዎ ዘለኹም ኣብዚ ካርታ ዘን ሕብሪ ተገይርለን ዘሎ ሃገራት ኣባል ናይ ኣይሲሲ እየን ማለት እዩ። ሰላም ከመይ ትኾኑ ጋይስ ካብ ፊዲን ሎማዓንቲ ካብ ዝተፈላለዩ ትሕዝቶ ተመይስና ኣለና ሳብ መወዳእታ ምሳይ ጽንሑ ላይክ ምግባር ጀምሩዋ እዛ ቪድዮ let's go እዚ ጋይስ ንሎማዓንቲ ዝበዝሑ ሓበሬታት ንክንርኢ ስዊዘርላንድ ብዛዕባ ስደተኛት ብፍላይ ካብ ብዛዕባ ኤርትራውያን ስደተኛት ጥራይ ኣተኪሮም ዝተዛረብዎ ዘረባ ኣሎ ወይ ከዓ ንኤርትራውያን ስደተኛት ዝምልከት እንታይ ክንገብር ኣለና ብምባል ዝተዛረብዎ ኣሎ። ስለዚ ንሱ ከስምዓኩም እየ ማለት እዩ። እዚ ግን ካብ ምንታይ ተመርኪሶም እዮም ዝብል ምስ ንርኢ ኣብ ዝሓለፈ ውሑዳት መዓልታት ኣብ እንግሊዝ ዘጋጠመ ብደይሊ ሜይል ዝተዘርግሐ ዝተፈላለዩ ማዕከናት ዜና ናይ እንግሊዝ እውን ዝተዘርግሐ ሪኢኹሞ ኢኹም። ሓደ ኢትዮጵያዊ ኤርትራዊ መሲሉ ከመይ ገይሩ ወረቐት ከም ዝወሰደ ኣብ እንግሊዝ ንብዙሓት ሰባት እውን እንዳምሃረ ከመይ ገይሩ ከም ዝወሰደ ከመይ ገይርኩም ክትወስዱ ትኽእሉ ንኤርትራውያን መሲልኩም ከመይ ገይርኩም ክትወስዱ ትኽእሉ እንዳበለ እንዳምሃረ ልዕሊ 16 ሽሕ ዝኾኑ ፈለወርስ ከም ዘለዎ ኣብ ቴሌግራም እውን ግሩፕ ፈጢሩ ብዙሓት ሰባት ዝለዋወጥሉ ካልእ ዶኩመንትታት እውን ዝርግሕሉ ዝመሃርሉ ከመይ ጌርካ ኤርትራዊ ትመስል ዝመሃርሉ ብዙሕ ነገር ክፈጥሩ ተራእዩ ማለት እዩ ካብታ ዜና ተመርኪሱ ከኣ ብዛዕባ ኤርትራውያን ስደተኛታት ዝምልከት ስዊዘርላንድ ተዛረበ ኣሎ ማለት እዩ እቲ ቋንቋ ዶች እዩ ስለዚ ሓደ ሓውና ተርጊምዋ ኣሎ ንሳ ብምልኣ ከስማዓኩም እየ። Als we de Weberaskewitsen Staaten, wie zum Beispiel Eritrea, erreichen. እዚ ትሪእዎ ዘለኹም ሰብኣይ ሓደ ካብቲኦም ፖሊቲካን ሓለፍቲ ነይ ስዊስ ኣብ ኤውሮፓ ዘላ ሃገር ኢዩ። ህጂ ብዛዓባ ኩነታት ኤረትራዊያን ይዛረብ ዞሎ።

ንሕና ኸኣ እቲ ህዝቢ ይሓርቅ ኣሎ፣ ንሕና ገለ ክንገብር ኣለና፣ ስቕ ኢልና ክንጥምቶ የብልናን ነዚ ጉዳይ ይብል ኣሎ። ስለዚ ሓጻር እያ ከም ስጓለሉ ኩንታ ዝተተርጉመት ጥራይ ናብ ዛዕባታት ዝተተርጉመን ጥራይ ኢና ክንዛረብ ሕጂ ንዑ ወይ ከኣ ነዚ ሲስተም ፈሊጦም ከኣ ብዙሓት ሰባት ይጥቀምሉ ኣለዉ ነዚ ከኣ ከነወግዶ ኣለና ብምባል እዩ እዚ ከኣ ኣብ ዝሓለፈ ውሕዳት መዓልታት ዝረኸብዎ ጭብጢ ወይ እውን ብዛዕባ እቲ ኢትዮጵያዊ ኣብ እንግሊዝ ዝቕመጥ ማለት እዩ ብዛዕባኡ እውን ብዙሕ መርመራ እዮም ዝገብሩ ዘለዉ ብዙሕ ኢንቨስቲጌት ከም ዝገብርዎ እውን ገሊፆም ኣለው ማለት እዩ። ስለዚ ብዙሓት ሰባት ካብኦም ክሕዙ ከም ዝኽእሉ እዮም ተወሳኺ ገሊፆም ዘለዎ ካብቶም ኣብቲ ግሩፕ ዝነበሩ ክኾኑ ይኽእሉ እዮም ካልእ ካልእ ወይ ከዓኒ ከምኡ ዓይነት ኬይስ ተጠቂሞም ኤርትራውያን እና ዝበሉ ሰባት ማለት እዩ። ስለዚ ብዙሓት ሃገራት ነዚ ጉዳይ እዚ ክምርምርኦ ከም ዝጀመራ እዩ ካብዚ ከርእየካ ዝኽእል ማለት እዩ።

ስለዚ ኣብ ቤንጃሚን ናታንሆን ኣብ ዓዱ እንድሕር ረጊጹ ወይ መሬት ካናዳ ተረጊጹ እሕሊፉ ክህቦ ከም ዝኽእል እዩ ተዛሪቡ ማለት እዩ። ከም ዝፍለጥ ኣባል ሃገራት ናይዚ ICC ወይ ከኣ ኢንተርናሽናል ክሪሚናል ኮርት ኣባላት ዝኾና ሚእትን ዕስራን ኣርባዕተን ሃገራት እየን ብዓለም ደረጃ። ካብ ኣፍሪቃ ከኣ ሰላሳን ሰለስተን ሃገራት ኣለዋ ማለት እዩ። ከምቲ ትሪእዎ ደለኹም ኣብዚ ካርታ እዘን ሕብሪ ተጌርለን ደሎ ሃገራት ኣባል ናይ ICC እየን ማለት እዩ ዘን ሰማያዊ ሕብሪ ተገይርለን ዘሎ ስለዚ ቤንጃሚን ናታናሁን ንክእሰር ተፈሪዱ ኣሎ ስለዚ ብኣይሲሲ ማለት እዩ ስለዚ ናብዘን ሃገራት እዚኤን ድሕር ከይዱ ኣሕሊፈን ክህብኦ ኣለወን ማለት እዩ ወይ ከዓ ግዴተአን እዩ ማለት እዩ ስለዚ በዚ እዩ ኸኒ ኣባል ናቱ ስለ ዝኾነት እዩ ኸኒ ናይ ምእሳር ሕጊ ኣውፅኡ ዘሎ ጀስቲን ትሩዶ ማለት እዩ ስለዚ ካናዳ ጥራይ ዘይኮነት 124 ሃገራት ኣሕሊፈን ክህባ ወይ ንኣይሲሲ ኣሕሊፈን ክህባ ግዴታ ኣለወን ማለት እዩ ካልእ ኣብ ዝሓለፈ ክልተ መዓልቲ ኣብ ኢትዮጵያ ዝስማዕ ዘሎ ኣዝዩ ኣጸያፊ ነገር ምናልባት ሰሚዕኩሞ ክትኮኑ ትኽእሉ ኢኹም። ኣብ ኢትዮጵያ ሓደ ግለሰብ ትቃሉ ንኸተውጽኦ እውን ብጣዕሚ ደሰክፈካ እዩ ግን ብሓደ ወይ ካብ ብናይ ዓሌትነት ማለት እዩ ሓደ ኦሮሞ እዩ እቲ ዝቕተል ዘሎ ኦሮሞ እዩ ስለዚ እቲ ዝቕተል ዘሎ ኦሮሞ እዩ እቶም ዝቐትሉ ዘለዉ ከዓ ካልእ ብሄር እዮም ብ ካራ ጌሮም ሂወቱ እንዳሕለፍዎ ዘርኢ ቪድዮታት ተዘርጊሑ ማለት እዩ ስለዚ እዚ ከኣ ኣብ ኢትዮጵያ ብዙሕ ንዓቢ ብፍላይ ኣብ ሰላሌ ዝተባህለ ቦታ እዩ ዘጋጢሙ ስለዚ ኣብ ሰላሌ ከኣ ብዙሓት ናይ ዩኒቨርሲቲ ተማሃሮ ዝተፈላለዩ ቦታታት ዘለዉ ዩኒቨርሲቲ ተማሃሮ ወፂኦም ሰልፊ ክገብሩ ይረአ ኣሎ ማለት እዩ ምናልባት ገለ ዜና ሰላሌ የተፈጸመውን እጅግ አሳዛኝ የተባለ ግድያን ተከትሎ በተለያዩ ዩኒቨርሲቲዎች ውስጥ የሚማሩ ተማሪዎች

ግድያዎቹን በማውገዝ እንደዚህ ሰላማዊ ሰልፍ ወጥተዋል። ከዚህ ባለፈም በምትመለከቱት መልኩ ብግብ ባለመመገብ አድማ በማድረግ የንጹሃን ዜጎች ግድያ እንዲቆም ጠይቀዋል። ስለዚ ከም ሰምዕዎ ዘለኹም እዩ ኣብ ኢትዮጵያ ዘለዋ ብሙሉእ ዩኒቨርሲቲታት ኢቭን ኣብ ኣዲስ ኣበባ ዩኒቨርሲቲ ማለት እዩ ብሙሉኦም ወፂኦም ሰላማዊ ሰልፊ ክገብሩ ወይ ከዓ ናይ ንፁሃን ይቕተሉ ኣለዎ ብምባል ሰላማዊ ሰልፊ ክገብሩ ከም ዝወዓሉ ትማሊ ዝግለፅ ዘሎ ማለት እዩ ብዙሓት ሰባት ኣብ ሶሻል ሜድያ እዚ ዓይነት ቪድዮ እንድሕር ሪኢኹሞ ብዛዕባ እቲ ዝተቀትለ ዘመልክት እዩ ከም ትሪእዎ ዘለኹም ኣብዚ እቲ ሰብ ረጊፅዎ ዘሎ እዩ ዝሞተ ማለት እዩ ኣክቹዋሊ ብዙሓት ሰባት እዛ ስእሊ ብምግባር ነዚ እዚ ትሪእዎ ዘለኹም ብጎኒ ዘለውን እሱውን ዓሪፉ እዩ ብኸመይ ከም ዝዓረፈ ናቱ ካልእ ሪዝን እዩ እንተኾነ ግን ንዕኡ እዩ ወይ ከዓ እሱ እቲ ብካራ ዝተቐትለ ተባሂሉ ግለፅ ኣሎ ማለት እዩ ኣብዚ መብርሂ ሂቡሎ ዝሓውና ማለት እዩ እሱ ከም ዘይኮነ እዚ ዝቕትል ዘሎ ካልእ ሰብ እዩ ይልምኖም ከ ኣሎ እቲ ዘሕዝነካ ወይ እቲ ቪድዮ ክትሪኦ ዘይገብረካ ነገር እንታይ እዩ ዳለመኖም ልክዕ ከማኹም እየ በዓለይት ኣይትቕተሉኒ እንዳበሎም እዮም ከም ትሪእዎ ዘለኹም ኣብ ልዕሊኡ ልክዕ ከም እንስሳ ረጊፁ ሂወቱ ዘሕልፎ ዘሎ ብካራ ማለት እዩ እዚኣ ከስማዕኩም ድንግል ማርያም እመቤቴ ሓጢቼ ነው ጎበዝዬ

ስለዚ እንታይ እዚ ብዘሎ እዚ ብስእሊ ክትርእይዎ ዝጸናሕኩም ቆልዓ ንሱ ከም ዘይኮነ ኣብ ዝሓለፈ ውሑዳት መዓልታት እዚ እውን ኣብ ዝሓለፈ ውሑዳት መዓልታት ብዘይተፈልጡ ሰባት ተቐቲሉ ከም ዝሞተ ኣብቲ ሰላለይ ዝበሃል ቦታ ማለት እዩ ብዘይተፈልጡ ሰባት ተቐቲሉ ሞይቱ ኣቡኡ ናብዚ መግለጺ ይህብ ኣሎ ማለት እዩ ወዱ ከም ዝጠፈኦ ወዱ ከም ዝሞቶ መግለጺ ይህብ ኣሎ እንተኾነ ግን እዚ ዝቕተል ዘሎ እዚ ብዚ ሕጂ ብካራ ትርእይዎ ዝጸናሕኩምን እዝን ነንበይኖም ከም ዝኾነን እዩ መብርሂ ዝህብ ዘሎ ስለዚ እዚ ኮይኑ እቲ እቲ ሞት ምምጽኡ እቲ ዝኸፍአ ነገር ስለ ዝኾነ ኣዝዩ ዘሕዝን እዩ ኣብ ሰላሌ ድበሃል ቦታ ብፍላይ ኣብ ዝሓለፈ ውሑዳት ዓመታት ርኢኹሞ ኢኹም ብዙሕ ናይ ብፍላይ ብዓሌትን ፖለቲካን ብዙሕ ፖለቲካ ወይ ከዓ ናይ ዓሌትነት ዝስራሓሉ እዩ ማለት እዩ እዚ ቦታ እዚ ብዙሕ ሰብ እውን ይመውት እዩ ስለዚ ኣዝዩ ኣዝዩ ዘሕዝን እዩ ብዙሓት ከም ዝረኣኹሞ ቀዲምኩም ከዓ ብዙሓት ሰባት ነዚ ሰላማዊ ሰልፊ ክገብርሉ ተራእዮም ኣለዉ። ብዛዕባ እዚ ግን ብመንግስቲ ኢትዮጵያ ዝወፀ ሓበሬታ ወይ ከዓ ዝተገልፀ ብማስ ሜዲያታት ወልሓደ የለን ማለት እዩ።
ቅድስት ድንግል ማርያም እመቤቴ ኃጢቼ ነው ጎበዝዬ